ሰላም ኩቡራት ተኻታተልቲ ኤሪ መኽሰብ ከመይ ጸኒሕኹም ብኹሉ ነቕርበልኩም ዘለና መደባትና ሕጉሳት ክትኮኑ እናተመነና ከምቲ ወትሩ ንዓኹም ንምዝናይን ሓበሬታ ንምትሕልላፍን እንጽዕሮ ሕጂ ውን ንዓኹም ይበቅዒ ዝበልናዮ ሓድሽ ዛዕባ ሒዝና ደበኽ ኢልናኩም ኣለና ቅድሚ ምጅማርና ግን ሓደራኹም ላይክ ሼር ሳብስክራይብ ብምግባር ከተተባብዑናን ሓሓደሹ ክበጽሓኩም ድማ ናይ መዘኻኸሪ ቃጭል ጭር ከተብሉን እናተላበና ስንቅና ሞራልያሞ ምትብባዕኹም ኣይፈለየና ንብል። ንሕጂ ድማ ታሪኽ ህይወት ሓንቲ ካብተን ኣብ ዓውዲ ውድድር ጽባቐ ልዑል ክብርን ዝናን ዘለዋ ውርይቲ ሞዴሊስት ኣድያም ኣብርሃም ዘለዋ ብቕዓትን ዝድስስ መደብ ኢና ሒዝናልኩም መጺእና ዘለና። ክሳብ ፍጻመ ብጽሞና ክትከታተሉና እናዓደምኩ ናብቲ መደብ የስግረኩም። ሰናይ ምክትታል። ንግስቲ ጽባቐ ዓለም ንምዃን'ዩ ሕልመይ። ኤርትራዊት ሞዴል ኣድያም፣ ኣብ ዓውዲ ጽባቐ ይኹን ኣብ ውድድር ሞዴሊንግ ክትሳተፍ ዝኾነ ይኹን ድሌትን ሓሳብን ኣይነበራን። ገና ካብ ቁልዕነታ ነቲ ለይለይ ቁመታን ስሩዕ ኣቃውማ ተኽለ ሰብነታን ዝረኣዩ ሰባት ግን ኣብ ውድድር ጽባቐ እንተትፍትኒ ኣብ ገለ ደረጃ ምበጻሕኺ፣ ንስኺ ምናልባት እንተተወዳዲርኪ ብርግጽ ክትዕወቲ ኢኺ ዝብሉ ዘረባታት ካብ መቕርባን ቤተሰባን ብተደጋጋሚ ትሰምዖም ነይራ። ሓደ እዋን ግን ነቲ ኣብ ኣስመራ ፍሉጥ ዝኾነ ብዓይኒ ዝፍለጥ ፋሽን ዲዛይነር ንስኺ ኣብዚ ዓውዲ እዚ ከተድምዒ ትኽእሊ ኢኺ ዘይትጅምሪ ኢሉ ምስ መዓዳ እንተስ ርእይቶ በዓል ሞያ ኮይኑዋ እንተስ ፈጣሪ ናትኪ ኢሉዋ ነቲ ዘረባ ዕሽሽ ኣይበለቶን በዚ ድማ ናብ ዓውዲ ሞዴሊን ተጸንቢራ። ኣድያም ኣብርሃም ኣብ ሪያድ ስዑድ ዓረብ ተወሊዳ። ጓል ሰለስተ ዓመት ምስ ኮነት ናብ ኤርትራ ምስ ስድራቤታ ኣትያ። መባእታ ኣብ ቤት ትምህርቲ ማይ ተመናይ ማእኸላይ ደረጃ ኣብ ቤት ትምህርቲ ዋርሳይ ካልኣይ ደረጃ ኣብ ቤት ትምህርቲ ቅድስት ማርያም ተማሂራ ኣብ መበል ዕስራን ሓሙሽተን ዙርያ ንሳዋ ቤት ትምህርቲ ዋርሳይ ይከኣሎ ወሪዳ ኣብ መልቀቒ ፈተና ናይ ዲግሪ ነጥቢ ኣምፂኣ ኣብ ኮለጅ ማይነፍሒ ብዓውዲ ፊዚክስ ተማሂራ ተመረቐት። እዛ ክፉት ሽውሃት ትምህርቲ ዘለዋ መንእሰይ ክዓቢ ፍልጠት ክድልብ ኣለኒ ብምባል ካብ ስማብ ኢንስቲት ውን ብዓውዲ ምሕደራ ዲፕሎማ ረኺባ እያ። ኣብ ትምህርታ ጸቒጣ ክትሰርሕን ብእኡ ኣብ ዝለዓለ ደረጃ ክትበጽሕን እንተዘይኮይኑ ሞዴል ናይ ምዃን ራእን ሓሳብን ዘይነበራ ኣድያም ቁመናኣን መልክዓን ዝተዓዘቡ ገለ ድማ ነቲ ንሳ ዘየለለየቶ ዝምባለኣ ከተለሊ ኣንፈት ብምሃብ ፋሽን ሾው ክትጅምር ኣተባብዕዋ። ዲዛይነር ዓይኒ ፌበን ክብሮምን ካልኦት ብዙሓት ኣዝማዳን መቕርባን ዝሃብዎ ሓሳብን ርእይቶን ተደማሚሩ'ዩ ኣብዚ ደረጃ እዚ ክትበጽሕ ኣኽኢልዋ። ተመሃሪት ዓስራይ ክፍሊ ኣብ ዝነበረትሉ ንፈለማ ግዜ ኣብ ምርኢት መዕጸዊ ቤት ትምህርቲ ምስ ዝተሳተፈት ሳልሰይቲ ወጺኣ። በዚ ዝፈለመቶ ውድድር ድማ ኣብ ሳዋ ንሓይላ ወኪላ ኣብ ናይ ቦጦሎኒ፣ ብርጌድ ወዘተ እናበለት ተወዳዲራ። ብድሕሪኡ ግን ኣብ ትምህርታ ከተተኩር ብምባል ኣወንዘፈቶ። ድሒራ ግን ድሮ በቲ ርእይቶን ሓሳባትን ሰባት ተሰማሚዓ ብርእሰ ተኣማንነት ከድምዓሉ ይኽእል'የ ኢላ ቆሪጻ ተላዕለት። ጎኒ ጎኒ ናይ ኮለጅ ማይ ነፍሒ ትምህርታ ድማ ምስ መምህርን ዲዛይነር ቅዲ ክዳንን ዓይኒ ሓደ ዓመት ዝወሰደ ስሩዕ ትምህርቲ ብምቕሳም ንዓውዲ ሞዴሊን ብወግዒ ተጸንበረቶ። ኣድያም ዛጊት ኣብ ብዙሕ ሃገራውን ኣህጉራውን ውድድራት ጽባቐ ተሳቲፋን ዓወታት ዓቲራን'ያ። ኣብ ኤርትራ ኣብቲ ብምኽንያት ጽምብል በዓል ናጽነት ዝካየድ መደብ ተዓወት ኣብ ዝነበረ ውድድር ኣብ ክልተ ሽሕን ዓሰርተ ሸውዓተን ብምኽንያት ሃይማኖታዊ በዓል ፋሲጋ ብዲዛይነር ዓይኒ ኣብ ዝተዳለወ ውድድር ቀዳመይቲ ኣብ ታሕሳስ ክልተ ሽሕን ዕስራን ሓደን ኣብ ሚስ ኢስት ኣፍሪካ ታንዛንያ ተወዳዲራ ከም ሚስ ፎቶጀኒክ ተዓዊታ ኣብ ዩጋንዳ እውን ኣብ መንጎ ኣርብዓ ዩጋንዳውያን ኣብ ቶፕ ሞዴል ዩጋንዳ ተወዳዲራ ምስተን ኣብ ናይ መወዳእታ ዙር ዝበጽሓ ተረቝሓ። ሕጂ እውን ኣብዚ ካብ ትማሊ ዝጀመረ ኣብ ናይጀርያ ዝካየድ ዘሎ ውድድር ሚስ ጎልደን ኣፍሪቃ ትወዳደር ኣላ። እዚ ብኮሚሽነር ሓበሬታ ናይጀርያ ለቨል ናይን ፋዩጂን ዝተብሃለ ዓበይቲ ትካላት ናይጀርያ ዝምወል ዘሎ ውድድር ዕላምኡ ሃገርካን ባህልኻን ንምልላይ ከምኡ ውን ሃገራት ኣፍሪቃ ንዘለወን ባህላዊ ኣልባሳት ብዘመናዊ ኣገባብ እናንጸባረቓ ንዓለም ዘርእያሉ መድረኽ ኮይኑ ንኽትዕወት እኹል ድምጺ የድልየካ። ሓንቲ ድምጺ ሓደ ነጥቢ ሰብዓን ሸውዓተን ዶላር ክትከውን እንከላ ልዕሊ ሓደ ድምጺ ክህብ ንዝደሊ ከኣ ዝኾነ ገደብ የብሉን፣ ዘይከምቲ ንብዙሓት ሰባት ዝመስሎም ኣብ ዓውዲ ሞዴሊን፣ መልክዕን ቅርጽን ኣኻሊ ኣይኮነን። ኣብ ዝተፈላለዩ ኣህግራውን ዓለማውን ውድድር ጽባቐ ንኽትወዳደር ብውሕዱ ምልክት ቋንቋን ንቑሕ ኣእምሮን የድልየካ። ብዘይካ'ዚ እውን ኣብ ግዜ ውድድር ብመልክዕ ቅርጽን ኣራግጻ እግርን ጥራይ ዘይኮንካ ትዕወት፣ በቲ ዘለካ ሞያ ከም ሞጎተ፣ ቅብኣ፣ ግጥሚ፣ ሳዕስዒት፣ ደርፊ፣ መሪሕነት፣ መርዓ ትሕቲ ዕድመን ካልእ ንሕብረተሰብ ክጸሉ ዝኽእል ኣርእስትታት መግለጺ ከተዳሉ ትሕተት። ከም ሞዴል፣ ኣብቲ ንደቂ ኣንስትዮ ምምዕባል እንታይ ከተበርክት ትኽእልን ክሳብ ሕጂ'ኸ እንታይ ዝገበርካዮ ነገር ኣሎ ዝብልን ኣብ ርእሰ ተኣማንነትካን ንሕብረተሰብካ ንምሕጋዝ ብእትገብሮ ምንቅስቓስን ካልእን ዘተኮረ ተወሳኺ መምዘኒታት ኣሎ። ድምጺ ውጽኢት ናይ ኩሉ ድማ'ዩ። ምስተን ብሉጻት ክትርቋሕን ከይትርቋሕን ዝገብረካ ስለ ዝኾነ ትምርቲ ኣዝዩ ኣገዳሲ እዩ። ንኹለን እተን ኣብዚ ዓውዲ ፍቕርን ዝምባለን ዘለወን ደቂ ኣንስትዮ ድማ በዚ ኣጋጣሚ ብትምርቲ እውን ንገዛእ ርእሰን ብፍልጠት ክሃንጻ ብምዝኽኻር ንኣገዳስነት ትምርቲ ኣብዚ ሞያ ተጉልሕ ኣድያም እቲ ናብ ብዙሕ ሃገራት ኬድካ ምስታፍ ብዘይካ እቲ ዘግዘመ ዓወት ሓላፍነት ኣሰኪምዋ እዩ። ኣብቲ ንፈለማ ግዜ ኣብ ታንዛንያ ዝገበረቶ ውድድር ክልተ ሰሙን ክተርፎ እንከሎ ደንጉያ'ኳ እንተተጸንበረት በቲ ኣብኡ ዝጸንሓ ካብቲ ኣቐዲማ ትፈልጦ ኣዝዩ ዝተፈለየ ስልጠናታት እምብዛ ብምግራም ብዙሕ ከም ዝተርፋ ተረዲኣን ዓቢ ተመክሮ ብምቕሳምን እቲ ዝተመሃረቶ ንኻልኦት ከተመሓላልፎ ምስ ነብሳ ቃል ኣእትያ ናብ ሃገራ ብምምላስ ንኣስታት ዕስራን ሓሙሽተን ደቂ ኣንስትዮ ንሰለስተ ወርሒ ኩሉ'ቲ ዝተመሃረቶን ዝቐሰመቶን ፍልጠት ኣካፊላ። ኣብ ዩጋንዳ'ውን ንገለ ደቂ ኣንስትዮ ደኺመ ከይበለት ኣብተን ዝተጻበባ ሰዓታት ኣካዳምያውን ሞያውን ፍልጠታ ኣማቒላ። ኣረኣእያ ሕብረተሰብ ኣብ ሞያ ሞዴሊን ብዙሕ እወታዊ ብዘይምዃኑ፣ ኣብ መጀመርታ እዋናት ካብ ስድራቤታን ዝተፈላለዩ ሰባትን ተቓውሞ ይገጥማ ነይሩ። ኣድያም እውን ክትጅምር እንከላ ዝቕበላ ሰብ ኣይነበረን፣ ምኽንያቱ ነቲ ስራሕ ከም ሞያ ርእዩ ዘተባብዓካ ኣዝዩ ውሑድ ብምዃኑን ምናልባት ዕድል ጌርካ ስድራኻ ምስ ዝቕበሉኻ በቲ ኣብ ከባቢኦም ዘሎ ሕብረተሰብ ስለዝጽለዉ ነቲ ጉዕዞ ኣዝዩ ከቢድ ይገብሮ ነዚ ንምብዳህ ኣድያምን እተን ኣብቲ ዓውዲ ምስኣ ዝነጥፋ ዝነበራን መሓዙታ ኣብ ዝኾነ ይኹን ውድድር ስነ-ጽባቐ ክህልዋ እንከሎ ስድራቤተን ብምዕዳም እንታይ ከም ዝመስልን እንታይ ከም ዝኾነን ክርእይዎ ይገብራ ነይረን። በዚ ድማ ቀስ ብቐስ እናተረድኦምን እናኣመኑለንን መጺኦም። ከይተሓለለትን ከይተሰናበደትን ኣብዚ ደረጃ'ዚ በጺሓ። ስለዚ ድማ ንኹለን እተን ኣብቲ ዓውዲ ተዋፊረን ዘለዋ ብግብረ መልሲ ሕብረተሰብ ከይተሰናበዳ እናሰርሓ ስራሕ ምዃኑ ከእምነኦም ከም ዘለወን ብምዝኽኻር ብዙሓት ፅቡቓት ምሁራትን ንፉዓት ደቂ ኣንስትዮ ክሰርሓሉ እናደለያ ምስ ሙሉእ ዓቕመን ብሰንኪ ናይ ስድራቤተን ወይ ሰብኡተን ተቓውሞ ነዚ ሞያ እዚ ጠቕሊለን ዝገደፍኦ ኣለዋ። ኣዝዩ እዩ ዝስማዓኒ ስለዚ ኣጆኽን ተስፋ ኣይትቑረጻ ካብ ሕልምኽን ኣይትትረፋ ምኽንያቱ ኣብቲ ጎደና እንተ በጺሕኻዩ ዕድላት ክመጽእ እንከሎ ትጥቀመሉ ዳርጋ ንኹለን ዝሓለፋ ዓሰርተ ዓመታት ከይተሓለልኩ ክጽዕር ጸኒሐ ኣብዚ ደረጃ በጺሐ እሞ ንስኻትክን ውን ኣብ ሕልምኽን ዘይትበጽሓሉ ምኽንያት የለን ስለዚ ኣጆኽን ኣበርቲዕኽን ስርሓ ክብል እየ ዝደሊ ብምባል እቲ ቀዳማይ ድሌታ ነቲ ኣብዚ ሞያ ዀነ ኣብኡ ንዝነጥፋ ደቂ ኣንስትዮ ዝዅንን ኣሉታዊ ርድኢት ክትቅይሮ ከም እትሰርሕ ትገልጽ። ዝዀነ ይኹን ዕላማ ክትጽዕረሉን መስዋእቲ ከም ዘኽፍለካን እፈልጥ እየ። ኣነ ዕላማይ ወይዘሪት ዓለም ክኸውንን ኣብ ዓለማዊ መድረኻት ተሳቲፈ ስመይን ስም ሃገረይን ከጸውዕ ክሳብ ዝዀነ ኵሉ'ቲ እቲ ሞያ ዝሓተኒ ንምግባር ድልውቲ እየ። ንስኻትኩን ውን ብተወፋይነትን ተስፋን ንኹሉቲ እትገብርኦ ብርእሰ ተኣማንነት እተጊህክን እንተጽዔርክን ኣብ ራኢኽን ከይትበጽሓ ማንም ክዓግተክን ኣይክእልን'ዩ ኣጆኽን ብምባል ንኹለን ደቂ ኣንስትዮ ኣብ ሕልመን ኣበርቲዕን ክጽዕታ ተላብያ ንሕና ብወገንና ትምኒታ ሰሚሩ ኣብቲ እትደልዮ ዓወት ክትበጽሕ ሰናይ ምንዮትና ንገልጽ። እምበኣርከ ዝኸበርኩም ተኸታተልቲ መደባት ኤሪ መኽሰብ ንሎሚ ዝበልናዮ ትሕዝቶ እዚ ዝሰማዕኹምዎ እዩ ነይሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ሙሉእ እዩ ተስፋና። ኣብ ቀጻሊ ብኻልእን ሓድሽን ትሕዝቶ ክሳብ ንምለሰኩም ጸጽቡቑ ንምነየልኩም።
ኤሪ መኽሰብ ኢንተርተይመንት።